እቲ ዝመጽእ ወለዶ መጺኡ ኣሎ ተንስኡ ብዓጀብ ንቀበሎ ሃየ በቲ ዝርድኦ ዝፈልጦ መርሓባ ብድሓን ምጻእ ዌልካም ቪልኮመን ቤንቬኑ ቤንቬኑቶ ንበሎ ሓቦ ንግበር ሓቦ ማይ ኣውዒና እግሩ ንሕጸቦ ነብላዓዮ ነስትዮ ነጽግቦ ነማምቆ ጋቢ ንደርቦ ነሰንዮ ነኽብቦ በቲ ሩባ በቲ ጎቦ ምስ ዓበየ ክዓጅቦ ይመሃር የጽንዓዮ የንብቦ እቲ ባህሊ እቲ ታሪኽ ዓደቦ ሓደራኻ ንበሎ ንላቦ ሓደራኻ ኣሕሊፍካ ኸይትህቦ ንሓላፍ መገዲ ንወደቦ
ሰላም ኣብ መላእ ዓለም ኮንኩም ኣብ መስትያት ቤትና ምሳና ዘለኹም ክቡራት ተኸታተልትና ሎሚ ዓሰርተ ኣርባዕተ ጥቅምቲ ክልተ ሽሕን ዕስራን ሓደን ኣብ ከተማ ፍራንክፈርት ጀርመን ሰፊሕ ሰላማዊ ሰልፊ ምእንትቶም ኣብ ሊብያ ኣብ ትሕቲ መከራን ስቓይን ዝርከቡ ኤርትራውያን ስደተኛታት ሰላማዊ ሰልፊ ክካየድ እዩ

ሕማቅ ረኺቦም ኣለዉ ተጨኒቆም ኣለዉ ይጭነቁ ኣለዉ ብሓቂ ተጨኒቆም ኣለዉ ኣዴታት ኩሉኹም ኣሕዋት ጸሎት ግበሩልና ይብልኹም ኣለዉ እዚ ሓቂ እዩ ሰምዕኒ ክህልዉ እዮም ባዕሎም እውን ብኣካል ይሰምዕኒ ኣለዉ ዝበልዎ እየ ዝነግር ዘለኹ እሞ ኣዴታት ጸሎት ግበራሎም

መቸም ኣብዚ ማስ ሜድያ እንድሕር ወፂእኻ ከምዚ ትኽእል ኮይኑ ስለ ዝስምዖ ምስ ብዙሓት ኢኻ ትራኸብ ኣብዚ ሽሙ ክጠቕሶ ይደልን እየ ነደይ እባ ንገርለይ ኢልኒ ማማ ፌቡ ክትከዲ ዲኺ ሰላማዊ ሰልፊ ድምፂ እባ ኮንና ኢልኒ እወ ክኸይድ እየ ናይ ግድን ክኸይድ እየ ምስ በልኩ ነደይ እባ ንገርለይ ኣነ ክንዲ ሕሳስ ልደ ክንዲ በኹሪ ወዳ እየ ይሳቕ ኣሎ በልያ፣ ይእሰር ኣሎ በልያ፣ ይነብዕ ኣሎ በልያ፣ ነደይ እባ ንገርለይ በጃኽ ማማ ፌቡ ኢሉኒ። ሕጂ እሱ ጥራይ ኣይኮነን ኣብዚ መድረኽ እዚ ደቂ ኣንስትዮ ኢና ጨኪና፣ ንሕና ምጨከና ግዜ ጨኪኑ። እንተዝኽእል ነይረ በሪረ ከይደ ነዲኡ ምነገርኩሉ። እንተ ዝኽእል ኔረ ከኣ ንዕኡ መድሓንክዎ። ክንደይ ኣዴታት እየን ዝነብዓ ዘለዋ። ተሌፎኑ ግን ተዓጽያ ሲኢነዮ ኣርባዕተ መዓልቲ ኮይኑ። መቸም ከብዲ ወላዲ ይነግር እንድዩ ኣዲኡ ከትኾርምያ ዶ ትህሉ። ትናፍቕ ዶ ትህሉ ኣበይ ኣለዉ ዶ ትብል ትህሉ ንዑ ጥራይ ኣይኮንኩን ዋላ ኣብዚ ዘለዉሲ እንታይ ጽቡቕ ረኺቦም ንሕናኸ ኣቢድናዮም ዶ እዩ ምሳና ዶ ኣለዉ እኮ መዓልቲ መዓልቲ ውን ይጠፍኡ ኣለዉ እዮም ክጭርሕ ምደለኹ ግን ኣይከኣልኩን ኣጸቢቐ ምመደርኩ ግን ኣይከኣልኩን እዚ ንሪኦ ዘለና ሳዕቤን እዩ። እቲ ጠንቂ ዝዓበየ እዩ። ነዞም ህፃውንቲ በዲልናዮም ናይ ብሓቂ ኣነ ዊን ይቕሬታ እየ ክብለኩም ማለት ኣይከኣልናን ዋላ ሓንቲ ክንገብር ኣይከኣልናን ኣይሓገዝናኩምን ኣብዚ ኣብ ክንደይ ድዮም ኣብ ጭንቀት ኣትዮም ዘለዉ እዚ ናይ ሊብያ እኮ ስለ ዝረኣናዮም ኣብ ደገ ወፂኦም መኪና ክትረግፆም ክነጥር ክብል ሂወቱ ከድሕን ከመይ ገይረ እየሞ ነዲኡ ክነግራ ኣነ ዊን ኣደ እየ ከመይ ኢለ እየሞ ነዴኻ ክነግራ ኣነ ዊን እኮ ወሊደ እየ ብኡ ዝሓለፈት ውላድ ዊን እኮ ነይራትኒ እያ ኣውያቶም ክሰምዕ ከለኹ ይስማዓኒ ግን ትብዕ ኢልና እዞም ኣብ ደገ ደለና ኣጆኹም ጥራይ ደይኮነ ንሕና ንነብስና ሰሪዕና ክነድሕኖም ንጉየ ሎሚ ጥራይ ኣይኮነን ሰለማዊ ሰልፊ ቀጻሊ በብዘለናይ ኣኣብ ንቕመጦ ከተማታት እስከ ንበገስ ንፍቕሪ ንጎስጉስ ጽልኢ እዩ ዝመርሓና ዘሎ ኣብ ጽልኢ ኢና ተሓቢእና ዘለና ካብ ጽልኢ ንውጻእ ሕድሕድና ንጠማመት። ንሰምዕ ነይርና ዋላ ልንቅነ ርኢኹሞ ኣለኹም። ደቂ ኣንስትዮ ኮይነን ኣዴታሲ እዞም ኣብ ሊብያ ዘለዉ ኤርትራውያን ኣይኮኑን። እንተዘይኮኑ ከ ዋላ ኤርትራውያን ኣይኹኑ። ሰብ ዶ ኣይኮነን ኣብዚ ዘለናዮ ዓድስ ኣይኮነን መሰል ሰብስ መንሰል እንስሳ ዝኽበረሉ እዩ ሰብ ክቡር እዩ ንሕና ግን ሓሲርና ሰብ ክቡር እዩ ንሕና ግን ሓሲርና እሞ ድምፁ ክሰምዖ ነቲ ውላድ ኣዲኡ ከዓ ሓቂፋ ወደይ መፂኻ ዲኻ ክትብሎ እቶም ዝሳቀዩ ዘለዉ ተስፋ ሰላም ረኺቦም ክወፁ ተሪፍና ኢና በዓል ኩስተ ግን ተሃስዮምና ክብሉና ኩልና ተስፋ ኢና ንገብር ተስፋና ግን ኣብ ውሽጥና እዩ ደሎ ተስፋና ኮሊዕና ንዕኦም ክነድሕኖም ንበገስ እየ ክብል

ንምንታይ ደኣ ዘየውያለን ንደቀን? መብዛሕትኤን ግን ካብቲ ዝገርመኒ ከኣ ደቀን ደቂ ደቀን በዚ ናትኩም መገዲ ዝመጹ እየን። ገንዘብ ከፊለን ዝግበር ጌረን ኣብዚ ዘብጽሐኦም ኣብ ጽቡቅ ትምህርትን ኣብ ጽቡቅ ዕድልን ዘለዉ እየም። ብጣዕሚ እዩ ድሕዝን ኩላትኩም ኣብ ዝተረኽብኩም ዘለኹም ናይ ኣሕዋትኩም ድምጺ ኣውያት ስቃይ ሰሚዕኹም ድምጾም ክትኩውንዎም ብምምጻእኹም ብጣዕሚ ካብ ልቢ ከመስግነኩም እደሊ። ኣነ ብሊብያ ኣይሓለፍኩን ዕድለኛ እየ። ግን ስቃይ ናይ ኣሕዋተይ ስቃይ ከም ሰብ ሎሚ እውን ባንዴራ ናይ ኤርትራ ጥራሕ እየ ዝርኢ ዘለኹ እዚ ጉዳይ ናይ ስደተኛታት ደኣ እምበር ናይ ኤርትራውያን ጉዳይ ጥራሕ ከማን ኣይኮነን ሎሚ ኩለን ኣብቲ ከባቢ ዘለዋ ቀርኒ ኣፍሪቃ፣ ሱዳን፣ ሶማልያ፣ ኢትዮጵያ ብሓፈሻ ኩሎም ኣብቲ ከባቢ ዘለዉ ተሰዲዶም ዝግፍዑ ዘለዉ እዩ። ሓቢርና ኩላህና ድምጺ ክንኮኖም እዩ ዝግበእና። ግን ኣይኮነን ናይ ኤርትራውያን ጉዳይ እዩ ጥራሕ ተባሂሉ መስለንስ ናይ ኤርትራ ባንዴራ ኤርትራውያንን ጥራሕ እየ ዝርኢ ዘለኹ። ተስተማስል ኣላ ትብሉኒ ትኾኑ እወ የስተማስል ኣለኹ። ሰብ ክቡር እዩ እዩ ዝብል ኩሉ ግዜ ዘርኣይ እወ ሰብ ክቡር እዩ ሕብሪ ኣይፈሊ ሃይማኖት ኣይፈሊ ኣውራጃ ኣይፈሊ ዓሌት ኣይፈሊ ሰብ ክቡር እዩ ክቡራት ኢሎም እዮም ካብ ዝተቐቢሎም ዘንብሩና ዘለዉ ብጣዕሚ ድሕዝን እዩ ልብኻ ድትንክፍ እዩ ስእልታት ክንሪኦ ዝቐነና ኩላሕና ብጣዕሚ ድሕዝን እዩ እንድዒ መግለፂ የብለይን ኢሰብኣዊ እዩ ኣብዚ ዓለም ብዙሕ ግፍዕታት ሪኢና ኢና ግን እዚ ሓድሽ እውን ኣይኮነን ካብቲ ዝገርመኩም ኩላትኩም ትፈልጥዎ ኢኹም እቲ ጠንቂ እውን ንፈልጦ ኢና ኩላህና ግን ኣብ ሳዕቤን ኢና ኩሉ ግዜ ንእከብ ውሕጅ ከይመፀ ውሕጅ ፅረግ ዝበሃል ነገር ኣሎ ክንእከብ ክንክእል ኣለና ግሎባል ዝበሃል ቃል ጥራሕ እዩ ንዓይ ኣኣብ ዘለናዮ የማን ጸጋም እንድሕር ርኢና ክንደይ ጸገማት ክንደይ ሽግርን ኣሎ ክንደይ ስደተኛ ሓፍተይ ሓወይ ኣደይ ኣቦይ ኣብዚ ንበይኑ ተዓጽዩ ተሳቅዩ ዝሕነቅን ዝመውትን እውን መዓልታዊ ኢና ንርኢ ዘለና እንታይ እዩ መፍትሒኡ እንታይ ኢና ክንገብር ዘለና ነነብስና ክንሓትት ኣለና ኩሉ ግዜ ንሰምዖ ሓደ ነገራ ኣሎ እወ ኣብ ዓድና ኣይጠዓመናን ተሰዲድና እወ እቲ መንግስቲ ኣብኡ ዘሎ መንግስቲ ድዩ ዋላ እንታይ እዩ ውልቀ መላኺ ኣይሓገዘናን ንሳላሳ ዓመት ህዝቢ ኤርትራ ደኒኑ ዘኸዶ መገዲ ከኣ ኩላህና ንፈልጦ ኢና ሰኒፉ ኣይኮነን ኩሉ ብዚ ዘሎ ብረቱ ኣቐሚጡ ምስ ሓወይ ምስ ሓፍተይ ምስ መማህርተይ ምስ መዳቕስተይ፣ ምስ ኣቦይ፣ ምስ ኣኮይ፣ ምስ ሓትነይ ከይቃለስ ኢሉ እዩ ብረቱ ደርብዩ እዚ ኩሉ መከራ ዝወርዶ ዘሎ። እሱ እዩ ከኣ ክፍታሕ ዘለዎ። ግን ከይሓበርና ድመጽእ ፍታሕ የለን። ሓወይ ሓፍተይ ከይበልና ዝመጽእ ፍታሕ የለን። ስለዚ ከምቲ ዓንተወይ ዘርኣይ ዝበሎ ሎሚ ኣብዚ ተኣኪብና ገዛና እንድሕር ኬርና ፍታሕ ድመጽእ ብኡ ነገር የለን ሜድያታት ናይ ኤርትራ ድን ናይ መንየን ክብለን ኣይፈልጥን እየ ኣበይ ኣለዋ መዓልቲ ንሕዋተን ሎሚ እየን ክእውያለን ዝግብኦ ኣይረኣኹም ግን ኣይትሓዙለይ ሜድያታት ብዛዕባ ኤርትራውያን ስደተኛታት ክዛረቡ ኣይረኣኹን ውልቀ ሰባት ብዙሕ ይፅዕሩ ከም በዓል ዘርኣይ ከም ብዓል ኣብርሃም እፋ ኩላትኩም ትፈልጥዎ ኢኹም መስለኒ ሓንቲ መዓልቲ ክድቅስ ክዕርፍ ከይበለ ብዛዕባ የሕዋቱ ክዛረብን ብተግባር ሰብ ኣብ ሰብ ምዃን ተሳእኑ ግዜ ብተግባር ጠጠው ኢሉ የሕዋተይ ኢሉ የሕዋቱ ክጥርንፍ ዝፍትን ዘሎ ሰብ እዩ። ግን ካብቲ ዝገርመኒ ብዛዕባ ስደተኛታት ዝዛረብ ሰብ ኩሉ ግዜ ረብሓ ዘለዎ ዝኸስበሉ ዝረብሓሉ እዩ ዝመስሎ ኩሉ ሰብ ግን ኣይኮነን ካብኡ ናብኡስ እቲ ሕልና ኣፋላለ እዩ መስለኒ ሕልንኡ ደሪኽዎ እዩ ዕስራን ኣርባዕተን ሰዓት ሓወይ ሓፍተይ ክብል ዝውዕል እምበር ከም ካልእ ሰብ ከማን ንሱ ብዛዕባ ሂወቱ ክሓስብ ይግብኦ ግን ገዲፍዎም ዝመፀ ኣሕዋቱ ኣብ ሰላም ከይበጽሑ ክዓርፍ ስለ ዘይከኣለ መዓልትን ለይትን ይሰርሕ ኣሎ። ከምኡ ውን ክብሮምን ዘርኣይን ድገብርዎ ዘለው ቀሊል እመስለና ኸውን ግን ቀሊል ኣይኮነን ኩላህና ክንሳተፎ ዝግባእ ነገር እዩ። እወ ከየልዓልክዎ ስቕ ክብል ዘይደሊ ሰብ ውን ኣሎ ለይትን ለይትን ለይትን ቀትርን ድሰርሕ ወሓተይ ኢሉ። ጆርጅ ገብረስላሴ፣ ማሕበር ሱርባና፣ ገሌኹም'ውን ምናልባት ብኡ ዝሓለፍኩም ወይ ትፈልጥዎ ትኾኑ። በዚ ሰዓት እዚ ምስ ናይ ማሕበር ሱርባናን ምስ ናይ ኡቡንቱ ሃውስን ምስ ብዙሓት ተራድኦ ማሕበራትን ሕልንኦም ዝደረኾም ሰባት ብዙሕ ኢሂን ምሂን ተበሃሂልና እንታይ እዩ እቲ ፍታሕ ኢልና ሓሲብናስ መቸም ሓደ ክልተ ነጥብታት ክጠቅስ። ፃውዒት፣ ሊብያ ንኹሎም እሱራት ስደተኛታት ክትፈትሖምን ጊዚያዊ መዕቆቢ ንስደተኛታት ተራድኦ ዓለማት ንኽትከፍት ክትተሓባበሮም። ካልኣይ፣ የሕዋትና ንብዙሕ ዓመታት ኣብ እስርቤታት ሊብያ ዝተሳቐዩን ሕማቕ ዝረኣዩን እዮም። ስለዚ ብሕጂ ውን ንዕኡ ዝመስል ብሊብያውያን ዝኽፈት እስርቤት ምስ ዝኸውን ኣይንቕበሎንን ኢና ብትሪ ከኣ ንቃወሞ። ሳልሳይ፣ መንግስቲ ሊብያ ደው ኣቢልዎ ዝነበረ በረራ ነፈርቲ ንምውጻእ ስደተኛታት፣ ብቕልጡፍ ክጅምር። ራብዓይ፣ ስደተኛታት ኤርትራውያን ብዘይ ድሌቶም ናብ ዓዶም ከይስጎጉ ንማሕበር ተራድኦ ዓለማት መንግስቲ ሊብያን ንጽውዕ። ብኣንጻሩ ግን እቶም ዘይተመዝገቡ ንነዊሕ ዓመታት ኣደዳ ሰምሰርቲ ዝኾኑ ናይ ዑቕባሕ መሰል ክሕለወሎምን ብቕልጡፍ ነቶም ዘይተመዝገቡ መስርሕ ክጅመረሎምን ንጽውዕ። ሕቡራት ኤውሮፓ ዘይሕጋውያን ምእታው ስደተኛታት ኣፍደጊኤን ምዕጻው ኣይንቃወምን ኢና እንታይ ደኣ ብሕጋዊ መገዲ ስደተኛታት ንምቕባል ቁጽሪ ክብ ከብለኦን ኣብ ልዕሊ ሕጋውያን ስደተኛታት ኣድህቦ ክገብራን ንጽውዕ እዚ ንብሎ ዘለና ኩሉ ንኻልእ ዜጋታት ዝምልከት ንሊብያውያን ንተራድኦ ዓለማት ንሕናኸ እንታይ እዩ ግዴና እንድሕር ኢልና ኣኣብ ዘለናዮ ቦታ ብሕጋዊ ዝኾነ መደብ ተኣኪብና ሓቢርና ተዛቲና ኢሂን ምሂን ኢልና እንታይ እዩ እቲ ፍታሕ ኢልና ንዝመፅእ ሊብያ ሓንሳብን ንሓዋሩን ክትዕፆ ደኣምበር ሊብያ ሕጂ ውን ጌና ሲኦል ኮይና ንማንም ስደተኛ መዕቆቢ ክትከውን ኣይንፈቅድን ኢና ኢልና መዓልታዊ ድምጺ ክንኮኖምን ንነብስና ክንፍትሽን እንታይ ዩ እቲ ዘላቂ ሰላም ኢልና ክንሓስብን እየ ድጽውዕ ኣነ ከም ኤልሳ ሓደ ሓቂ ኣሎ እዘን ሕቡራት ሃገራት ስደተኛታት በዚሕወን ክቕበላ እውን ኣይደልያን እየን። ንነዊሕ ዓመት ማዕጾኣን ዓጽየን እየን። እዚ ሕጂ ዝረኣናዮ እውን ሓደ ካብኡ እዩ። ጀርመን ይኹን ሕቡራት ሃገራት ሚልዮናት ገንዘብ ከፊለን ንስደተኛት ብድሕሪ ሕጂ ንኸይመጹ መሰንበዲ እንተኾኖም ኢሎም ዝገበርዎ ብመደብ እዩ። ምኽንያቱ ድሕሪ ክልተ ሰሙን ሰለስተ ሰሙን እዚ ግዝያዊ መንግስቲ ዘሎ ኣብ ሊብያ ንክቕየር እሞ እቲ ዝረኣናዮ ስርሓት ሊብያ ንምፅራይ ሓድሽ መንግስቲ ንምምስራት ኢሉ ዝግበር ዘሎ ነገራት ስለዝኾነ እዚ ተረዲእና እንታይ እዩ እቲ ፍታሕ ዘላቒ ፍታሕ ንዓና ንኤርትራውያን ኢልና ነፍሲ ወክፍና ክንፍትሽን ክንሓስብን ክንማኸርን ክንሓብርን እዚ ናይ ሕልና ጉዳይ እምበር ፖለቲካ ኣይኮነ ናይ ኣውራጃ ኣይኮነ ናይ ሓፍተይ ናይ ሓወይ ኣይኮነ ናይ ናይ ኩላህና እዩ የቀነለይ።

ይሕዋት በጋጣሚ ሓብተያ ምናእሰይ ሓብተያ በቢ ዘለና ኢና መፂና ኣብዚ ኣነ ይፈለጥኩም ከም ትመፅ ዘላ ንሳ ከዓ ኣነ ከም ዝመፅ ዘለኹ ይፈለጥኩም ኣብዚኣ ሕጂ ርያ ገና ሳራ ገብረ ሚካኤል ምስ በለሲ ሓብተይ ምዃናስ ተረዲኡኒ ማለት እዩ ብቐፃሊ እንታይ ክብለኩም ይደሊ ኣሕዋት ኣነ ካብ ርሑቕ እየ መፅየ ካብዚ ሰለስተ ሰዓት እቲ ካብ ቱሪንገን ኣይዝናክ ዝበሃል ቦታ እየ ወፅየ እዚ ሰብ ንዓይ እኹል ኣይኮነን በዚ ኣብ ሊብያ ዝረአ ዘሎ ሲ ወላ ሓንቲ እኹል ኣይኮነን እዚ እዚ ኣብ ፍራንክፈርት ውሽጢ ዝርከብ ህዝቢ ጥራይ ካብዚ ከም ዝበዝሕ እፈልጥ ኣብቲ ኣነ ዝነብረሉ ዓደይ ሓንቲ ገጠር እያ ክንዲ ፍርቂ እዚ ዝኸውን ካብኡ ሽዱሽተ ሰባት መፂና እዚ ቅድመይ ማለት ሕጂ ክደርፍ ዝፀንሐ ምሳይ ዝቕመጥ ብሓንሳብ ሽዱሽተ ሰባት መፂና እንታይ እዩ ፀገምና ሰባት ኣብ ጀርመን ብዙሓት ሰባት ሞቱ ኣለዉ ኣብ ሊብያ ሕጂ ናይ ሊብያ ኣኪብና ኣሎ ንሕና ኤርትራውያን ካብ ንመውት ነዊሕ ዓመታት ኮይኑ እንታይ ጸገምና ስለምንታይ ብሓንሳብ ኮይና ሽግርና ዘይንፈትሕ ስለምንታይ ስለምንታይ ንሕና ኤርትራውያን ኣብ ነገቲቭ ንነብር ኣለና ሎሚ ይሞት ኣሎ ብሊብያ ናቶም ክውዳእ እዩ ጽባሕ ንጎ ክመጽእ ካልእ ሞት እቲ ጠንቂ ነገር እንታይ እዩ

ሓብተይ ከይዳ ኣነ ከይደ ኣደይ በይና ትነብር ኣላ ኣብ ሊብያ መዓት ሰብ መውት ኣሎ ኣብዚኣ ክንመፅእ ግን ኣይከኣልናን ንሕና ኤርትራውያን ክንፈትሖ ኣለና ሽግርና ብመሰረቱ ፍታሕ ክእል ኣለዎ ኣብ የመን ክብረት ኣይረክብናን ግቡእ ክብረት ኣይረክብናን ኩሉ ነገር ናይ ኤርትራውያን ዘበለ ዘሕዝን እምበር ዘኽብር ወይ ውን ብኽብረት ዘጠምት ስራሕ የለን ኣብ ዓለም ነፊጋትና መንግስትና ነፊግና ኩሉ ነፊግና ንተኣከብ ኤርትራውያን እዞም ኣብ ዘለና ጽባሕ ንጎ ዓቢ ሰላማዊ ሰልፊ ንግበር ኣብ በርሊን ንተኣከብ ብምልእና ኤርትራውያን ብምልእና ኤርትራውያን ንተኣከብ

ንሕና ኣብ ስደት ንርከብ ዘለና ሕጂ እውን ንሕና ዘይተሲና እዞም ቆልዑ ዕረይዎም ኣበይ ኣለዉ ኣምፅዎም ኣብዚ ኣብዚ ቅድሚት ምፁ ንሶም ይሕሾ ካብቶም ኣብ ደቂሶም ዘለዉ ወይ እውን ኣብ ስራሕ ወፊሮም ዘለዉ ኣብ ፍራንክፈርት ክንደይ ሰብ ኣሎ ኣብ ባራት ሕጂ ብዙሕ ሰብ ትረክብ ንምንታይ ግን ኣብ ከምዚ ኣብ ምድሪ ኣብ ምድሪ ብሰላም ኣየንብር ኣብ ሰማይ እውን ብሰላም ዘቐብል ኣይኮነን ክንወፅእ ኣለና ኩላህና ኤርትራውያን ክንወጽእ ኣለና ሰፊሕ ሰልማዊ ሰልፊ ንሰለስተ ኣርባዕተ ወርሒ ተቆጺሩ ቅድሚ ሰለስተ ኣርባዕተ ወርሒ ተቆጺሩ ኩሉ ሰብ ስርሑ ኣቋሪጹ ጉዳይና ክረአ ኣለዎ ሰባት ትጠፍኡ ኣሎ ኣብ ሊብያ እዞም ሰባት እዚኦም ሰባት እዮም ኣብዚ ዓዲ ረእይዎ ሓደ ጀርመናዊ ተዝኸውን ኣብ ሊብያ ተዝመውት እንታይ ምገበሩ እዞም ዓዲ ንሕና ግን ኤረትራውያን ቀዳምነት ቀዳምነት ንሕና ንነብስና ንኽብራ ሰብ ኣነ ሕጂ ንነብሰይ ኢለ መጽኤ ናይ ሰለስተ ሰዓት ንነብሰይ እዩ ንሰባት ኣይኩንኩን ምክንያቱ ሓውኻ ክመውት እንድሕር ንስኻ ስቕ ኢልካ ጽባሕ ንጎ ንስኻ እውን ክትመውት ኢኻ ኣቦታትና ጎረቤቶም ክእሰር እንከሎ ገለ ገይሩ ገለ ክእሰር ከሎ ገለ ገይሩ ባዕሎም እሶም ተትስኡ ነይሮም ግን እንታይ እንታይ ክገብረካ ክእል ሓደ መንግስቲ እንታይ ክገብር ክሳብወካ ንሕና ኤርትራውያን ንተስእ ሎሚ ግዜና እዩ ሎሚ ንተስእ ካብዚ ሃዲምካ ንኢንግላንድ ምኻድ ኣይኮነ ኣብ ዝኾንካ ተቓለስ ተቓሊስካ ከዓ ፍታሕ ኣምፅእ እዚ ክብል ይደሊ ኣብ ቀፃሊ እዚኦም ኣብ ኩለኹም ኣብዚ ዘለኹም ኩለኹም ኣብ ዘለኹም ነን ኣብ ዘለናዮ ሰባት ኣለውና ነነቓቕሓዮም ተስኡ እንድሕር ወረቐት ፓስፖርት ካልእ ነገራት እንትደልዩ ወይ እውን እዚ ናይ ሊብያ ክፍታሕ እንድሕር ኮይኑ ክንወፅእ ኣለና ንሕና ውሑዳት ኣይኮና ውሑዳት እንትንኸውን ኤርትራውያን ኣብ ጀርመን ዘለና ውሑዳት ኢና ድምፅና ኣይተሰምዐን ክንብል ክልና ከምዚ ዓይነት ከምዚ ዓይነት ብዝኾነ መልክዕ ክግበር ይኽእል እዩ ኣዝዩ ማዕከናት ሰባት ማዕከናት ዓለም ዝስሕብ ወይ እውን ኣቓልቦ ክገብራሉ ዝኽእላ ሰልማዊ ሰልፊ ክትገብር ክትኽእል ኣለካ እንድሕር ክስማዕ ኮንካ እዚ ይመስል ነዚ ሓብተይ ስለቲ ዝገበረቶ ትብዓት የመስግና ነቶም ነዚ ዘዳለኹም ሰባት ከዓ ብምሉኹ መመስግነኩም ከምኡ ሮቢ እዚ ኩሉ ትገብሮ ኢንፎርሜሽን ተመሓላልፎ ኣብ ጀርመን ከመስግነካ ይፈቱ ከምኡ ዘለኹም ኩለኹም ኣብ ጀርመን ዘለኹም ኣብ ዩቱብ ነሸሽ ኩልኹም መስትያት ቤትና ካልኦትን ኩልኹም ግን ሓደ ናብ